ትሪኡኒ ኢኹም ደዓው ምናምን ሙደይ የኾነይ ሓንቲ ግዜ ጥራሕ ምረፁኒ ዳኒቦይ ይምርሐና ልኹልኻ ጀማ ግዴታ እዩ ልዚለ ማለት እዩ ምክትለይ ገብረ እያ ትግራይ ትጨብስ ልዘለኣለ ማለት እዩ ግዴታ እዩ ትግራይ ትጨብስ ትግራይ ተመሊሳ ክትሓዝን ምክንያቱ ፅባሕ ለላ ኣደኻ ተደፈረት ሓፍትኻ ተደፈረ ተባሂሉ ዋላ ክውጋእ ይደልን ኢልካስ ከይፈትኻ ክትዋጋእ ክገብሩኻ እዮም ማለት እዩ ረይወትካ ረይወት ተገበራት ክልቲኪ እዝሞ ረይዎ ይሕዝን እዩ ብጣዕሚ ኣዴታትና

ሰላማት ሰላማት ክቡራት ተኻታተልትና ከመይ ኣለኹም ሰላም ዶ ኣለኹም ጸጋ ጥዕና ያው ኣሜን እንኳዕ ሰላም ኮንኩምላተይ ሕዚ ድማ ፍልይ ፍልይ ብዝበሉ ያው ኣገደስቲ ዝበሃሉ ቪድዮታት ኢና ሒዝና መጺእና ዘለና እስቲ ክንስሕቕ ክንዘናጋዕ ክንመሃሃረሎም ኢና ዝበልናዮም ቪድዮታት ሰብሲብና መጺእና ኣለና ያው ምክትታልኩም ኣይፈለ ኣብኡ ልሃለና ድማ ሳብስክራይብ ላይክ ሼር ንግበር ያው ሳብስክራይብ ይውሕድ ኣሎ ንሕና ጻዕርዓር ክንብል ኢና ንስኻትኩም ድማ ሳብስክራይብ እና ሼር ላይክ ብምግባር እናበረታታዕኹምና ቀጽሉ ጽንሑ ጽንሑ ጽንሑ ቅድሚ ላብ ቪድዮና ምእታይና ያው

ኸዚ ግነ እዚኣ ኒኦኹም ፍሪክ ልኾንኹ መራሒ እዳ ሰብኣዩ መውዐልየይ ትግራይ ትጨብስ ብልብል መሪሕ ቃል ሓሙሽተ ዓመት ሙሉእ መንኮርኦ ወሊዑ ነረ ህዝቢ ኣብ ውሽጢ ሓደ ዓመት ሰላሙ ገይረ ከሪኦኩም ስጋ ወላዲተይ ኣነ በደዋይ ተምሒለ ማለት እዩ ሕሸ ተይፈልጢ ሓንቲ ግዜ ጥራሕ ምረፁኒ እምበ ሃመ ገይረ ሰላምኹም ሃም ልገብረኩም ትሪኡ ኒኦኹም ዳዓ ምናምን ሙደይ የኾነይ ሓንቲ ግዜ ጥራሕ ምረፁኒ ዳኒቦይ ይምረሐና ልኹልኻ ዳኒቦይ ጀማዓ ይምረሐና።
ልዝ ግዴታ እዩ ልዚለ ማለት እዩ ምክትለይ ገብረ እያ የቐኔለይ ትግራይ ኣምን ትጨብስ ልዘልኣለም ማለት እዩ ግዴታ እዩ ትግራይ ትጨብስ። ዳኒ ቦይ ይምረሐና ትግራይ ትጨብስ። ትግራይ ትጨብስ። ግዴታ እዩ። ያው ታይ ልላ ዳኒ ቦይ ኢላ ኣልኩም ምረጽ ኢል ባሃላ ያው ኦንላይን ምረጽ ኢላ ተባህለ ስለ ነበረ ኣዛ ኢንፎርሜሽን እዚኣ ደይ ሰማዕኩምላ ያው ኣብ ብቹ ኣብ ኦንላይን ኣቲኹም መራሒኹም ምረጹ መራሒኹም ክትመርጹ ትኽእሉ ኢኹም ቮት ክትገብሩ ኢኹም ትኽእሉ ኢኹም ስለ ልተባህለ ያው ዳኒ ቦይ ማ ዳኒ ቦይ ጥይቱ ምረፅኒ ጎስጓስ እዩ ጀሚሩ እኒኦ ያው እስኪ ይመረፅ ትብሎ ብላ ኣለኹ ኮሜንት ይመረፅ ኣብ ምክትል ሃምዚ ልገበሩ ለዓርኩ ምክትል ትግራይ ትጨብስ ደቕሞ ትብሎ ትግራይ ተዓንብብ ኢና ንሕና ንደሊ ያው ትግራይ ትለምልም ያው ትግራይ ካብ ምድቃሳ ትለዓል ትበራበር

ረይወትከ ረይወት ተገበር ኣትክልቲ እዚ እሞ ረይዎ ይሕዝን እዩ ብጣዕሚ ኣዴታትና ያው ከምዚ ንረኹሞ እዚ ቪድዮ ከቢድ እዩ እዞም ፀጥታ መኽበርትለ ያው ፀጥታ ክብሩ ተባሂሎም እቶም ነገድቲ እቶም ሕጋውያን ነገድቲ ንሕና ክንሰርሕ ይኸኣልና እዚኣቶም ኣብ ደገ ኮይኖም ንሕና ክራይ ገዛ ለላኸፈልና ግብሪ መንግስቲ ለላኸፈልናሲ ገዛ ከፊትና ላባዕልና እዚኣቶም እለዩ ኢልና ስለልብሉ እዮም ልተወሰነ ቦታ ተትወሃቦም ግን ኣነ ከም ናተይ ርእይቶ እንድሕር ኮይኑ ልተወሰነ ፍልይ ልበለ ቦታ ተትወሃቦም እሞ ልኾነ ብኣ ጠልቆምቆም ምበሉ እምበር ከቢድ እዩ ሃምዚ ጌርካ ጨፈላሊቕካ እውን ኣይኾነን እቶም ኣሕዋትና ካብዚ ቦታ እዚ ተኣለዩ ግልልወሉ ክበሃል እንተሎ እውን ኣይሰምዑን ስለዝኾኑ ባይዘወይ ፍልይ ልበለ ቦታ ተትወሃቦም ወይ ከዓ ሓደ ፅፉፍ መምርሒ ተትኸውን ቤት ሓደ መፂኡ ፀጥ ኢሉ ተትሪእዋ መቐለ ቀዳማዊ ወያነ ከባቢ ዕግርግር እያ በቃ ኣጋ ምሸትስ ባናና ኣለዶ ገለ ኣለዶ ገለ ኣለዶ እናተባህለ ኢሉ ምሸት ስለዚ ብጣዕሚ ከም ምክባድ መጠን ከቢድ እዩ ሀምዚ ነናባዕሉ ግን በቢ መገዱ ተትክየድ ካብ ሀምዚ ጨፈላሊቅካ ዓሰርተ ዕስራ ገይረን ካብኣ ሐሙሽተ ደየን ክረክባላ ዓሰርተ ደየን ክረክባላ ወይስ እታ ባናና ቀጢሰን ደየን ድራር ለይተን ክገብራ ለይተፈለጠ ሀምዚ ምርግጋፅ እውን ያው ዓገብ ሐዚ ድማ ሓውና ታኢሉ ኣለና ኣሎ ያው ናይ ትራምፕ መግለጺ ታይ ይመስል እስቲ። ከምቲ ትፈልጥዎ ትራምፕ ሰብ ኣሜሪካ ኮይኑ ኣብዚ ኮይኑ ኢድ ለዋጣወጥ ኢድኻ ልብል ሰያብ ስብኣይ እዩ ዋና መን እያ እዛ ዓዲ ዋወይ ዜግነቱ መልስሉ ዋ ቅድሚ ሕዚ ብኸድና እዩ መፂና ነይሩ ኸዚ ከለለ ጉጅባና እዚኤን ደለ ተመጋገብቲ እየ ከብዲ ብለይ ጁባ ጁባ ብለይ ከብዲ ፓራለል ጌርካ ይክወድ

እምበይ ካብ መጀመርያ እታ መጎጎለላ ቅጫ ንክልቴና ኣይመና እኮ እዛ ኩላይ መዘዝ ዘይመጽእ እዚኣ ማለት ዓሰርተ ሰብ ዘለዋ ድርጅት ጣይሽና ድርጅት ንክፈት ማለት እዩ ወናኒኣ ግን ሓደ እዚኣ ከይዳ ከይዳ ላብ ካሊኣ ትምርሕና ዋትም ሰባ ዘነጓላት ዜነ ኢድና ኣየንዋ ዋ ስለዚ ምእንቲ ዘነጓላት ኢልና ጥዑይ ምግቢ ንብላ ኢና ኢልና ዋ ተይለ ኮይነ ውሕጀ ጉላዕ ተመላላ እያ ቅድሚ ሕዚ ውሕጀ ጉላዕ ተመላላ እያ ነይራ ከዚ ግን ኣብ ልኸድኻዮ ውሕጅ ብውሕጅ እያ እኒኣ ትፈለጥ ታካይዳ ከምዚኣ እያ እኒኣ ኢና ኢና ኣይንሰን ማይ ዓይኒ ኮይነን ፀኒሐን ከዚ ኮ ብቦ ገዛኹም ማይ ፋሕሪ ይበሃል ልዕሊ ልፋሓር ካሊእ እኒኤና ተተገኒሰ በቲ ወደ በቲ ትኩረት ናፍታ ምፍሓር ትኹን ዋተይለ ኮይኑ እዚኣ ኪሲንግ ዘይብላ ሴክስ እያ ኣሃዳዊ እያ ዛካይዳ እዚያ ዋ ትራዲሽናል ዝኾነ መንገዲ ንከተል ኢና ኢና ዋኣጉሂና እኒኦ ስብኣይ ውራይና ኮረሲዕና ይምፃእ ድግጠም የውፅኣይ ውይ ውይ

ላቭ ዩ ቤቢ
ክስታይ ናይ ክስታይ ኣይኮንን ናይ ክስታይ ግዜ ኣይኮንን
ተመችያትኒ ኣዝያ

ዋይ ብራዘር ዋይ ሃመይ እሞ ወድኻ እኮ እየ ፋዘር ዕስራ ሓሙሽተ ዓመት ኣብ ገዛ ከፍ ኢልካስ ወድኻ እየ ኣታ ቁሮ ይትሓፍልካ ኣብ ዙሮ ለይ ትሰርሕ ተሞን ሰርሕ ፋዘር ስራሕ እኮ ኢለ የለ ቅድም ኣቦታትና ስራሕ ክስእን እንተለዉ ልምስልዎም ስላማ ስርቂ ስራሕ እዩ ተተገኒኻ ግን ወንጀል እዩ እዮም ልዶ ስለዚ እኞ እኞ እኞ እዮ

ስርቂ ልበሃል ነገር ኣድላይ ኣኮነይ ስርቂ ስራሕ እዩ መን ይወዲ ስርቂ ስራሕ ኣይንለካ ስርቂ ወንጀል ብቻ እዩ ክኮን ዝክእል ስራሕ ኣይኮነይ እዋይ ኣብቲ ዓዕቕ ኣቢሉ ሰብ ሂወት ላሕለፈስ ዓገብ ጌጋ እያ እዚኣ።

ኣዋእ ሕዚ ድማ ሓደ ሓውና ታይ ይብለና ኣሎ መሲልኩም ኣብ ትግራይ ሲ ሸውዓተ ነገራት ኣለዋ ያው ለየፅረናየን ድዩ ለይፈልፅናየን ድዩ ናባዕልና ኢና ለይተቐበልናየን ኣመይን ኢልና ለይተቐበልናየን ሸውዓተ ነገራት ኣለዉ ይብለና ኣሎ እሞ ሓቂ ድዩ ሓቂ ናብ ፍርዲ ንዓኹም እዩ ዝኸውን ናትግራዋይ ኣብዚ ሕዚ ሰዓት ለሎ ጸገም ናትግራዋይ ኣብዚ ሕዚ ሰዓት ለሎ ጸገም ቁፅሪ ሓደ ቁፅሪ ሓደ ጸገሙ ናትግራዋይ ና መጀመርያ ጸገሙ ናትግራዋይ ስሕተቱ ውድቀቱ ለይኣምን ኣብዚ ሕዚ ሰዓት ማለት እዩ ለይምእማን ስሕተትካ ውድቀትካስ ለይምእማን ስኢልካ እቲ ውድቀትካ ስሕተትካ ከም ጅግነት ምቁፃር ቁፅሪ ክልተ ልነብስኻ ፍሉይ ተሓላቂ እዩ ኣብ ትግራዋይ ሲ ፍሉይ ተሓላቂ ስኻ ትግራዋይ ኻሊእ ኻሊእ ኢልኻ ንነብስኻ ከም ተሓላቂ ናይ ትግራይ ጌርኻ ምቁፃር ልኻሊ ምድፋእ ማለት እዩ ቁፅር ሰለስተ ኩውነት ለይምርዳእ ኩውነት ለይምርዳእ ናይ ትግራይ ፀገም ሳልሳይ ማለት እዩ መበራዓይ መበራዓይ ነገራት ብምሉ ብሓሳብ ድርድር ለይምፍታሕ ወይ ከዓ ብሓሳብ ንግግር ለይምፍታሕ ኩሉ ብሓይሊ ምድላይ ዋላ ዝወጣ ተኸዝለ ማለት እዩ መበል ሓምሻይ ናይ ትግራይ ዘሳዕ ፀገም ማለት እዩ ቃልሱ ናይ ትግራዋይ መንእሰይ ቃልሲ ኣብ ካልኦት ሰባት ፅግዕተኛ ገይሩ ምጉዓዝ እቲ ቃልስኻ እቲ እናንደልዮ ቃልሲ ሲ ንኻሊእ ሰብ ሽኪምኻስ ምቕፃል ትመበል ሻድሻይ ናይ ትግራዋይ ፀገም ከዓ ኣብ ትግራይ እስካብ ዛሎም መዓንቲ ዝተገበረ ታሪክ ይኹን ዝተገበረ ፅቡቕ ነገር ይኹን ሕማቕ ነገር ይኹን ካብ ንግስተ ሳባ ጀምር ካብ ግዛዕ ጀምር ብሙሉ ኢትዮጵያዊ ኣስተዋፅኦ ከም ዝገበረ ምርሳዕ ኣብ ኢትዮጵያ እውን ለሎ ስልጣኔ እውን ናብ ትግራይ እውን ከምኡ ማለት እዩ ኣብ ኢትዮጵያ ዝግበር ናይ ታሪክ እንቅስቃሴ ብሙሉ ለትግራዋይ ለይብፅሖ እዩ ለተሓደ እውን ይብፅሖ ኣብ ትግራይ እውን ከምኡ ተሓደ ይብፅሖ እዚ ምዝንጋዕ ክና መወዳእታ መበል ሸዓ ከዓ ኩሉ ሰብ

ካብ ኩሉ ካኣ ካብ ሸውዓቲኤን ዝኣመንኩምላ እስተ ኩሜንት ብቆጽሪ ጌርና ካብ ሓደ እስከ ሸውዓተ እንድየን ተደርዲረን እንየዋ ሕዚ ድማ ያው ቀጽል ኣቢልና ናብ ሙሉ ሓውና ኣብ ካባ ሚድያ ዘቅርቦ ሓሳብ ኣሎ ጥንክር ዝበለ ሓሳብ ያው የምህር እዩ ዝበልናዮ ብጣዕሚ ድማ ያው ጥንክር ዝበለ ሓሳብ ለለዎ ስነ ሓሳብ እዩ ኣቅሪቡልና ያው እስቲ ስምዕያ ብጣዕሚ ልገርም ሓሳብ።
ናይ ትግራይ ኹነታት ስኢልካ ክትሓስቦ ተለኻ ከምዚ ናይ ህልኽ ገዛስ ከይተዓፀየ ይሓድር ልበሃል ዓይነት እዩ ዘሎ ጋሕ ኣቢሎምዋ በትን በትን መማዕደዊት ያኼና። ኢቭን ሕዚ እትዮም ምስቲኦም ክዋግኡ ዶ እትዮም ባሕሪ ዶ ግዛዕ ዶ ክበሃል ተሎ ብሰማይ ይኾኑ ክዋግኡ መዋግኢ መሬት ስቲል ትግራይ እዩ ኒቲ ሜዳ ዝማቻቾ ዘሎ ስቲል ትግራይ እዩ ዘሎ ስለዚ ሕዚ እውን ኣደ ትግራይ ተመሊሳ ክትሓዝን ምኽንያቱ ፅባሕ ለለ ኣደኻ ተደፈረት ሓፍትኻ ተደፈረ ተባሂሉ ዋላ ክውጋእ ኣይደልን ኢልካስ ከይፈትኻ ክትዋጋእ ክገብሩኻ እዮም ማለት እዩ። ምኽንያቱ ብኻሊእ ብቲ ተኸይኖም መበገሲኦም ካሊእ መንገዲለ ስለዘየለ ሐዚለ ትግራይ ሜዳ ክንገብራ የብልናን ጠንኪሮም ባዕሎም ተዝካኣልስ ናይ ልምዓት ሜዳ ክገብሩልና ኢና ንፅበ ኣብ ዓድና ክንሰርሕ ኣብ ዓድና ክንልወጥ ኢና ንደሊ ኩለና ንሕና እኳ ንሕናስ ኣብዚኣ ኢንተርቪው ንገብር ተለና ኣብ ስደት ኬንና ኢና ንገብር ለና ይርሓቅ ይቅረብ ብዘይ የገድስ ስለዚ ነቶም ፖለቲከኛታት ያው ልብ ይሃቦም ኢካ ትብል እምበር ክሻብ ክንድዚ ዓይነት ጭካኔ ኣብ ህዝብካ ኣይረአን ብጣዕምቲ ዝከፍአ ግዜ ኣደን ወድን እዩ ዝዋገኦሉ ግዜ እቲ ብጣዕሚ ዝኸፍኣ ኣደ ካብቲ ንበይና ሰላማዊ ሰልፊ ወዲ ኣብቲ ንበይኑ ሰላማዊ ሰልፊ ክወጽእ ተሎ ክልቲኦም ናተጻራረፉ ክውዕል ተሎ እቲ ሓደ ናቲ ሓደ ደጋፊ እቲ ሓደ ናቲ ሓደ ደጋፊ እሞ ከኣ ክልቲኦም ምንም ዘይገበርሉ ኣብ ከምዚ ዓይነት ሳማርዮ ክትሪኦ ተለኻ እቲ ህዝቢ ብጣዕሚ ኢኻ ትሓዝን ስለዚ እቶም ኣብ ላዕሊ ኮይኖም ዝሽፍርዎ ናብ ለይኮነ መንገዲ ዝመርሑ ያው ፍሬን ሒዞም ተትረጋግዑ ትብል ከም ሰብ ምክንያቱ ሓደ መዓልቲ ተመሪርዎ እውን ያው ተመሊሱ ክበልዕ ከም ዝኽእል ምርዳእ ዘጸግመ ይመስለኒ ነቲ መንእሰይና ግን ያው ሓንቲ ግዜ እያ ትንበር ስለዚ ትርጉም ዘለዎ ስራሕ ሰሪሕካ ምሕላፍ እውን ዝሐሸ ስለ ዝመስለኒ ካብቲ ተስፋ ምቁራፅን ካብቲ ሓደ ሓደ ናይ ሕማቅ ኣተሐሳስባን ወፂእና ብዝከኣለና ሰብ ብዓቅሙ እዩ ዝነብር ዘይሓልፍ ነገር የለን ዘየጋጥም ነገር የለን ፅባሕ ካሊእ መዓልቲ እናሓሰብና ኩለና ምስኣን ኣሎ ምርካብ ኣሎ ረኪብካ ምስኣን ኣሎ ያው ብዙሕ መስዋእቲ ኣብ ቅድሚ ዓይንና ሪእና ኢና ከምቲ ዓንተወይኒ ንብሎ ነበርና እና ዘይሓልፍ ነገር ስለ ዘየለ መንእሰይና ኣጆካ ኩሉ ነገር ክሓልፍ እዩ ፅባሕ ንንግሆ ኣብቲ ንምነዮ ቦታ ክንበፅሕ ኢና ንስሕቀሉ ግዜስ ቀረባ እዩ ኢለ ይኣምን እና እዚኣ ናይ መጨረሻ መልእኽተይ ክሕልፍ ይደሊ። ዋውውው ያው ስነጥበባዊ ሙለር ሓውና ያው ከምቲ ድራእኩሞ እየ ብጣዕሚ

ያው በስተመጨረሻ ያው ኣብ መውዳእትኡ ያው ዝዝም መበሊ ጥንክር ልበለ ሓሳብ ይብና ኣሎ ሓውና ያው ናይ ሎማዓንቲ ቪድዮና እዚ ይመስል ነይሩ ያው ቀጻሊ ቪድዮ ብ ብዝሐሸ መልክዑ ሒዝናልኩም ክንቀርብ ኢና ምክትታልኩም ኣይትረስዑ ያው ከምዛ ቅድሚተን መእተይና ልበልናያ ቤተሰብ ዘይኮንኩም ቤተሰብ ኩኑ